እቲ ዘይርጉእ እዋን ደራሲ ሲድኒ ሸልደን ተርጓሚ ተኪኤ ገብረ ማርያም ምዕራፍ ሰላሳን ኣርባዕተን ጀሜ ብኢዱን ብእግሩን መጺኡልካ ነይሩ፣ ብሰንኪ ሕምቀትካ ግን ኣምሊጡ። ኮሎኔል፣ ከምቲ ዝበልኩኻ ንሕና ድሒርና ኢና ሰሚዕና፣ ምስ ኣባላተይ ብምዃን ድማ ዝከኣለና ኩሉ ጌርና። መን ኣባላትካ? እዞም ሓርነኽቲ? ፖሊስ ኢና እኳ ትብሉ ትኾኑ፣ ወተሃደራዊ ክዳን ስለ ዝለበስኩም። ኮሎኔል ኣኮካ ድላዩ ክገብሮ ከም ዝኽእል ስለ ዝፈለጠ ዋላ ሓንቲ ከይመለሰ ከም ሓንቲ ከዳሚት ተጸሪፉ ትም በለ። ኮሎኔል ዘረብኡ ብምቕጻል ባዕለይ ክሳብ ዝሕብረካ ስራሕካ ደው ተብል። በሎ። ንቐረባ ኣዛዚኡ ከይተወከሰን ከይሓበረን ካብ መዝነቱ ኣውረዶ። ኮሎኔል ኣነ ካልእ ዘረባ ኣየድልየንን እዩ። ከምዛ ዝበልኩኻ ግበር። ንሕና ብኣኻትኩም ክንሓምም ኣይኮናን። ሰዓቱ ድሕሪ ምርኣይ ሓዚኑ ርእሱ ብምንቕናቕ፣ ኦሮማይ፣ ጀመ ኣርሒቑ ከይዱ'ዩ፣ ብፍጹም ከነርክቦ ኣይንኽእልን ኢና፣ በለ። ብድሕሪኡ ኣኮኳ ቀልጢፉ ናብ ቤት ጽሕፈቱ ብምኻድ ወተሃደራዊ ካርታ ገንጺሉ ንኹሉ ጀመን ብጾቱን ክሓልፍዎ ዝኽእሉ መገድን ዓድታትን መርመሮ። ናብ ግዝኣት ባስክ ከይዶም ከም ዝዕቀቡ ፍሉጥ'ዩ፣ በርጎስ፣ ለጎርኖ፣ ቢልባኦ ወይ ድማ ሰባስቲያን ክኾና ከም ዝኽእላ ጠርጠረን። ነቲ ንጎምስ ቀዳማይ ሚኒስተር ብተሌፎን ዝተዘራረቦ ኩሉ ንበይኑ ደጋገሞ። ኣብ ዝርርቦም፣ ኮሎኔል፣ እዘን ሎማዓንቲ ተሓቲመን ዝወጻ ጋዜጣታት ኣንቢብካየንዶ? ሰራዊት ጄመን ደናግልን ከም ባምቡላ ይጻወቱልና ከም ዘለዉየን ዝዝግባ ዘለዋ። ስለዚ ቀልጢፍካ ሓዞም። ኣፈን ክንዓብሰን ኣለና። ክቡር ቀዳማይ ሚኒስተር ኩሉ ዝከኣለኒ ክገብር እየ። ኮሎኔል እንታይ ይመስለካ ንጉስ ካርሎስ ነዚ ጉዳይ ትምርምር ሓንቲ ጉጅለ ክትቀውም መዚዙ ኣሎ ብዘይ ምጻመጾም ኣኮካ እዛ ትሕሰብ ዘላ ጉጅለ ንረብሕኡ ከም ዘይኮነት ስለ ዝተረድኦ ቀዳማይ ሚኒስተር እዛ ክትቀውም ተባሂላ ዘላ መርማሪት ጉጅለ ንግዜኡ ትጽናሕ ሓንሳብ ዕድል ይወሃበኒ ኣብ ሓጺር ግዜ ኣብ ትሕቲ ቁጽጽርና ከእትዎም እየ በሎ ስልጣኑ ከይምንጠል ሰጊኡ በል ኣርብዓን ሸሞንተን ሰዓታት ሂበካ ኣለኹ በሎ ቀዳማይ ሚኒስተር። ንኮሎኔል ኣኮካ ቀዳማይ ሚኒስተር ወይ ድማ ንጉስ ካርሎስ ኣይኮኑን ዘፍርሕዎ። ንዕኡ ዘስግኦ እቶም ነዚ ሓላፍነት መዚዞም ስልጣን ዝሃቦ ሰብ ፍሉይ ረብሓ ዝኾኑ ጉጅለ እዮም። ሰብ ፍሉይ ረብሓ ቅድሚ ነዚ ሓላፍነት ምምዛዞም ብዛዕባ ኣብ ስጳኛ ዝካየድ ገዚፍ ወፍሪ ኢንዳስትሪ ኣመልኪቱ ኣብ ዝተኻየደ ኣኼባ ኣሳቲፎሞም። እቲ ዝሕሰብ ዘሎ ወፍሪ ከይካየድ ግን ምንቅስቓስ ኢታ ቀንዲ ዕንቅፋት ኮኖም። ስለዚ ምንቅስቓስ ኢታ ደው ክብል ስለ ዝነበሮ ንኮሎኔል ጸዊዖም፣ ውዱብ ኢታ ኣብ ስራሕና ዓቢ ዕንቅፋት ፈጢሩልና ስለ ዘሎ ብዝተኻእለካ መጠን ደው ከተብሎን ከም ዓስቢ ድኻምካ ድማ ብርክት ዝበለ ሽልማት ክንህበካን ኢና። ኢሎም እዮም ነቲ ስርሒት መዚዞሞ። ዝተባህሎ እንተዘይፈጺሙ ግን መቑሽሽ ጥራይ ዘይኮነ ዝተርፎ ኣብ ህይወቱ እውን ክሳብ ምቕንጻል ዝበጽሕ ሳዕቤን ክወርዶ ከም ዝኽእል ፍሉጥ እዩ። እቲ ጉዳይ ከምቲ ዝሓሰቦ ቀሊል ኮይኑ ኣይረኸቦን። ጀምን ሰራዊቱን መትሓዚ ተሳኢንዎም። ህልውና ኮሎኔል ኣኮካ ኣብ ስግኣት ወዲቑ። ብፍላይ በቲ ድሒሩ ኣብ ባንክ ዝተኻየደ ስርሒት ነቲ ኣብ ፖለቲካውን ቁጠባውን ዘሎ ዝምድናታት ብብርቱዕ ጸልይዎ። ብዙሓት ኣውፈርቲ ኢዶም ከሕጽሩ እንከለዉ፣ ፖለቲካውያን መራሕቲ ሃገር ድማ ተጨነቑ። ኮሎኔል ዝበኣሰ ተጨኒቑ ዝሕዞን ዝጭብጦን ጠፊእዎ ነበረ። ስለ ዝተገረመ ድማ፣ ሕራይ ጄምን ሰራዊቱን ኣብ ፈቐዶ በረኻ ይተሓብኡ፣ ደናግል ግና ከመይ ኣቢለን ነዚ ኹሉ ተጻዊረን ክሳብ ሕጂ ጸኒሐን? ንነብሱን ሰራዊቱን ኣናኣሰ። መወዳእታ መዕረፊ ደናግል ገዳም ከም ዝኾነ ፍሉጥ ስለ ዝነበረ፣ ናብ ኣየናይ ገዳም ከም ዘብላ ንምግማት፣ ኮሎኔል ደጊሙ ዓይኑ ናብቲ ኣብ ቅድሚኡ ዝነበረ ወተሃደራዊ ካርታ ጠመተ። ገዳም መንደቪያ ስለ ዝረኸባ፣ ናብኡ ገጸን ከም ዝኸዳ ጠርጠረ። ጠርጠረኡ ትኽክል እዩ ነይሩ፣ ደናግል ኮና ኣባላት ጄመ ናብ መንደቪያ ገጾም እዮም ዝጓዓዙ ነይሮም። ሪካርዶን ግራሴላን ጉዕዞኦም ክዛዝሙ ተቓረቡ። እዘን ዝሓለፋ ሒደት መዓልታት ንሪካርዶ ዘሕጉሳ መዓልታት እየን ነይረን። ካብ ሃድን ፖሊስን ሰራዊት መንግስትን ኣምሊጦም ኣብ ሓደ ብወሓይዝ ዝተኸበ ገነት እዮም ሰፊሮም ቀንዮም። እቲ ብሕማቕ ዝፈለመ ዝምድና ክልቲኦም ናብ ፍጹም ሓጎስ ተቐይሩ። ዳርጋ ኣብ ሕጽኖት እዮም ቀንዮም። ብዛዕባ ዝሓለፈ፣ ዘሎን ዝመጽእን ህይወቶም ብዙሕ ኣዕለሉ። ሪካርዶ ብፍላይ ጸቒጡ ዝዕለሉ ዝነበረ ብዛዕባ መደባት መርዓ'ዩ ነይሩ። ንሱ ብ ዘረብኡ፣ መርዓና ኣብ ምምሕዳር ከተማ ዘይኮነ ኣብ ቤተ ክርስትያን እዩ ክኸውን፣ ጽብቕቲ መርዓት ከም እትኾኒ ድማ ወላ ሓንቲ ጥርጥር የብለይን። ተሓጒሱ ፍሽኽሽኽ እናበለ ተዛረባ። እታ ኣብ ህይወታ ከምዚ ክትረክብ ወላ ሓንቲ ገሚታቶን ሓሲባቶን ዘይትፈልጥ ግራሴላ ሓደ ኣስተማቒርካ ዘይምኖ ጥዑም ዜማ'ዩ ኮይኑዋ ነይሩ። ሪካርዶ ዕላሉ ብምቕጻል፣ ተመርዒና ሓዳር ምስ መስረትና ኣብ ምዕሩግ ገዛ ክንነብር ኢና። በላ። እቲ ዕላል ንግራሴላ ንድሕሪት መሊሱ ብዛዕባ እቲ ኣዝማድኪ'ዮም ትብላ ዝነበረት ወሻሽም ኣዲኣ ኣዘኻኸራ። ኣብ ሓሳብ ኣትያ ከም ዘላ ዘስተብሃለ ሪካርዶ ናብ ዕላል ክመልሳ ስለ ዝደለየ፣ ንፉዓት ኣወዳትን ከማኺ ጽቡቓት ኣዋልድን ክንወልድ ኢና፣ በላ። ልባ ነጢራ ክትወጽእ ክሳብ እትደሊ ተሓጎሰት። ንግራሴላ ዘጨነቓ ነገር እንተ ነበረ፣ ሪካርዶ ቀልጢፉዶ ካብዚ ገልታዕታዕ ዝመልኦ ህይወት ገድሊ ይገላገል ይኸውን ዝብል እዩ ነይሩ። ብዛዕባ እዚ ጕዳይ ብግልጺ ክዘራረብ ኣለኒ ስለ ዝበለት፣ ሪካርዶ እዚ ኲናት መዓስ የብቅዕ መስለካ? ኣብ ሓጺር ግዜ ይዛዘምዶ ይኸውን? ሓተተቶ። ንሕቶኣ ቅድሚ ምምላሱ፣ ንዅሉቲ ዝተሓልፈ ገድሊ ክምርምሮ ዝን ድሕሪ ምባል፣ መንግስቲ እማመ ሰላም ኣሚሙ ኣብ መስርሕ ከም ዘሎን፣ ተስፋታት ከም ዘለወን ገለጸላ። ቁሩብ ጸገም ኮይኑ ዘሎ መሪሕነት ኢታ ሃንጎፋ ኢሉ ስለ ዘይተቐበሎ እዩ። ካብቲ ቅድሚ ሕጂ ምስ ጄሜ ዝተዘራረብሉ ጉዳያት ዘከረ። ገለ ካብቲ ዝነበረ ዝርርብ፣ ጄሜ ንምንታይ ብዝርርብ ክንፈትሖ ዘይንፍትን? ዝብል እዩ። ምስዚኦም ተዛቲና ንፈትሖ ዋላ ሓንቲ የለን። ንመሸመቲ ግዜ እዮም ከምኡ ዝብሉ ዘለዉ። ብቕንዕና ኣይኮኑን። ንፖለቲካውን ዜናውን ሃልኪ እምበር ብቕንዕና ስለ ዝተበገሱ ኣይኮነን። ንጄሚ ስለ ዝኣምኖ ክሳብ ሕጂ ክጸንሕ ደሪኽዎ እምበር ኣይምቐጸለን ነይሩ። ግራስየላ ብሕቶ ወጠረቶ፣ ካልእ ኣማራጺ ንኽሓስብ ድማ ደረኸቶ። ክምልሰላ ስለ ዝነበሮ ድማ፣ ኲናት መዓስ የብቅዕ ክፈልጦ ኣይክእልን'የ። ከም ትምኒተይ ኣብ ቀረባ'ውን ክውዳእ እተስፎ። ሓንቲ ንዓኺ ከረጋግጸልኪ ዝደሊ ግና፣ ኲናት ይቐጽል ደው ይበል ብዘየገድስ ክንምርዖ ምዃንና'ዩ። ጸልማት ከም ከውሊ ተጠቒሞም በተን ልሙዳት ዓድታት ሓሊፎም ከዱ። ወጋሕታ ምስ ኮነ ኣብቲ በረኽቲ እምባታት ኮይኖም ንሎጎርኖ ኣብ ቀረባ ርሕቀት ተመልከቱዋ። ኣዝዮም ድማ ሓጎስ ተሰምዖም። ናብኡ ዝኸይድ ባሎታት ኤለትሪክ ተኸቲሎም ናብታ ሃረር ክብሉዋ ዝቐነዩ ምጭውቲ ከተማ ገጾም ብተስፋ ተወንጨፉ። እቶም ብኻልእ መገዲ ዝመጹ ካልኦት ብጾትና ኣበይ'ና ክንረኽቦም? ግራሴላ ሓተተት። ሪካርዶ ነቲ ሕቶኣ ከይመለሰ ሸለል ኢሉ ኣብ ሓንቲ ካብተን ዝሓልፍወን ዝነበሩ ፓሎታት ተለጢፉ ዝነበረ ፖስተር ንኽትርኢ ብኢዱ ኣመልከተላ። እቲ ፖስተር መወዓውዒ ኰይኑ ቼርኮ ጃፓን ዝብል ኣርእስቲ ነበሮ። ኣብ ዓለም ኣዝዮም ህቡባት ኣባላት ሰርከስ። ዝጅመረሉ ዕለት ሓምለ ዕስራን ኣርባዕተን፣ ዘብቅዓሉ ዕለት ሓምለ ሰላሳን ሓደን። ቦታ፣ ክለብ ኣቬኖታ ዲፖርቲቮ። ኣንቢቦም ምስ ወድኡ ገጹ ናብኣ ምልስ ኣቢሉ፣ ሎሚ ድሕሪ ቀትሪ ኣብኡ ክንረኽቦም ኢና። ነቲ ቀድም ኣቢላ ዝሓተተቶ ሕቶ መለሰላ። ነቲ ብኻልእ ሸነኽ'ታ ከተማ ተለጢፉ ዝነበረ ፖስተር'ውን ጄመ፣ ፊሊክስ፣ ኣምፓሮን ሜጋንን ተዓዘቦ። እዛ ጉጅለ እዚኣ ብሰንኪ ኣምፓሮ ኣብ ቪቶርያ ዝፈጸመቶ ከድዓት ከምቲ ቅድሚ ሕጂ ግርህ ኢሎም ዘዕልልዎ ዝነበሩ ኣይነበረን። ምስ በዓል ሪካርዶ ከም ቀጸሮኦም ተራኸቡ። ብሓጎስን ናፍቖትን ተሰኣኣሙ። ቅሩብ መሰ'ዕረፉ ጀሜ ሰዓቱ ተመልከተ። እቲ ሰርከስ ዝጅምረሉ ሰዓት ድሮ ኣኺሉ ስለ ዝነበረ፣ ንሕና ክንብገስ ኢና፣ ድሕሪ ዕስራ ደቓይቕ ድማ ንስኻትኩም ትብገሱ፣ ኢሉ ሓበሮም። ኮሎኔል ምስ ብጾቱ ኮይኑ ብኸመይ ክሕዝዎም ከም ዘለዎ መደባት ሓንጸጸ ከረጋግጽ ስለ ዝደለየ ነቲ ምክትል ኣዛዚ ብምጥማት፣ ኩሎም ኣባላትካ ኣብቲ ከባቢ ገዳም ዓስኪሮም ዶ ኣለዉ? ሓተቶም። እወ ኮሎኔል፣ ኩሎም ኣብ ተጠንቀቕ ኮይኖም ይከታተሉ ኣለዉ። ጽቡቕ! ንኮሎኔል እዛ ዕድል እዚኣ ብዋላ ሓንቲ ተኣምር ከተምልጦ የብላን። እዛ መደብ እንተ ተበላሽያ ፈለማ ህይወት ናይቲ ጠንቂ ዝኾነ ተራ ኣባል ቀጺላ ህይወት ናይቲ ኣዛዚ ብድሕሪኡ ድማ ህይወት ኣኮካ ኣብ ሓደገኛ ኩነታት ክወድቕ ምዃኑ ፍሉጥ እዩ። ክዕወት ኢሉ ተኣማመነ፣ ምእንቲ ጉጅለ ፍሉይ ረብሓ ክትሕጎሰሉ ድማ ነቲ ስርሒት ባዕሉ እዩ ኣብ ቅድሚት ኮይኑ ዝመርሖ ነይሩ። ንኹሉ ንምዕዛብ ኣብ ብርኽ ዝበለ መእዘዚ ነቑጣ ደይበ። ጉጅለ ጀይመን ደናግልን ብሓንሳብ ናብ ገዳም ገጾም ይመጹ ኣለዉ፣ ስለዚ ዳግማይ ጌጋ ከይንፍጽም ብዝተኻእለና መጠን ገዳም ቅድሚ ምእታዎም ክንሕዞም ኣለና። መዛግብኩም ሓዙ። ጀምር ዝብል ትእዛዝ ክሳብ ዝህበኩም ሓደ ሰብ ከይንቀሳቐስ በሎም። ካብ ሰራዊት ጀይመ ብርቱዕ ተቓውሞ እንተድኣ ኣጋጢሙና እንታይ ክንገብር ኢና? ሓተተ ሓደ ኣባል። ብቑጽርን ኣጽዋርን ትሕቴና ስለ ዝኾኑ ከጋጥም ዝኽእል ብርቱዕ ተቓውሞ ኣይክህሉን እዩ። ኣኮኳ ንፈለማ ግዜ ልስልስ ኢሉ መለሰሉ። ነቲ ስርሒት ክመርሕ ተዳልዩ እናተጸበየ እንከሎ፣ ሓደ መልእኽቲ ዝሓዘ ወተሃደር ናብኡ ቅርብ ኢሉ፣ ኮሎኔል፣ ሓደ ካብ ኣሜሪካ ዝመጽእ ሰብ ከዘራርበኩም ኣብ ቤት ጽሕፈትኩም ይጽበየኩም ኣሎ። በሎም። ግደፎ፣ ይጸበ፣ ንዑኡ ዝኸውን ግዜ የብለይን። ብዛዕባ ሓንቲ ካብዘን ደናግል እዩ ከዘራርበካ ደልዩ። ብዛዕባ ሓንቲ ድንግል እንታይ ከዘራርበኒ? ኣሜሪካውያን ንምንታይ እዮም ኣብ ውሽጣዊ ጉዳያትና ጣልቃ ዝኣትዉ? ዘይገድፉና? ኣንጸርጸረ። መልእኽተኛ ወተሃደር መልሲ ሒዙ ናብቲ ኣሜሪካዊ ጋሻ ክኸይድ ስለ ዝነበሮ ብትዕግስቲ ተጸበየ። ናብ ስደዶ! በሎ። ድሕሪ ቕሩብ ደቓይቕ ቱከር ናብቲ ኮሎኔል ዘሎ ቦታ መጸ። ኮሎኔል፣ ኣብ መንጎ ስራሕካ መጺኤካ ኣይትሓዘለይ፣ ስመይ ቱከር እበሃል፣ ካብ ኣሜሪካ'የ መጺኤ። ናብዚ ኣምጺኡኒ ዘሎ ብዛዕባ ጉዳይ ሓንቲ ካብዘን ትደልይወን ዘለኹም ደናግል'ዩ። ክትሕግዘኒ ድማ ተስፋ እገብር። ሚስተር ቱከር እንታይ እዩ እቲ ጉዳይ? ሜጋን ትበሃል ድንግል እየ ደልየ መጽየ። ኮሎኔል ገሪምዎ ቀው ኢሉ ብምጥማት፣ ከመይ ኣቢለ ሓንቲ ድንግል ንዓኻ ንሓደ ኣሜሪካዊ ተገድሰካ? እወ ክሳብ ሕጂ ከናድያን ከጣይቐላን ጸኒሐ ኣይረኸብክዋን፣ ኣገዳሲ ጉዳይ ስለ ዝኾነ ክትተሓባበርኒ ደልየ ነይረ። ርኢኻያ ኣይትፈልጥ፣ ኣበይ ከም ዘላ ኣይትፈልጥ፣ ብዛዕባኣ እንታይ ዘገድስ ነገር ኣለካ ዘርዚርካ ግለጸለይ። ኣብ ጋዜጣታት ኢሉ ከይወደኣ ኮሎኔል ዘረብኡ ኣቋሪጹ፣ ብዛዕባ እዘን ሓሰውቲ ጋዜጣታት ዋላ ሓንቲ ከይትብለኒ፣ ካልእ እንተለካ ተዛረብ፣ ኣብዚ ብግልጺ ንዛረበሉ ጉዳይ ኣይኮነን፣ ምኽንያቱ ኣስጋኢ ዝኾነ ሳዕቤናት ስለ ዘለዎ። ንዓኻ ክትዛረበሉ ዘፍርሓካ እንተድኣ ኮይኑ እንታይ ግበር ትብለኒ ኣለኻ? ኣነ ከማን ህይወተይ ይደልያ እየ። ምስ ሓዝኩማ እንተ ኣዘራረብኩኻ እንታይ ይመስለካ? ምስጢር ክዕቀብ ስለ ዝደለየ እዩ። ኮሎኔል ብንዕቀት ፍሽኽ ኢሉ ደሓን ሽዑ ንሪኦ ብምባል ኣፋነዎ። ምጥፋእ ደናግል ዘይሰምዐ ወዲ ሃገር ኣይነበረን። ኩሉ ሰብ ዕላሉ ብዛዕባ ደናግልን ጀይመን እዩ። ኣብ ቪቶርያ ንስክላ ዘምለጡሉ ኩነታት ከይተረፈ እዩ ኣብ ፈቐድኡ ተወርዩ። እቲ ዝነበረ ኩነታት ቀንዲ ርእስቲ ዜናን ዕላላትን ኮይኑ። ካብ ኮሎኔል ተስፋ ዘይረኸበ ቱከር ገና ተስፋ ኣይቆረጸን። ንሜጋን ንምርካብ ገና ላዕልን ታሕትን እዩ ዝብል ነይሩ። ካብዛ ሃገር ክወጻ እንተደኣ ኮይነን ብሳባስትያኒን ኢሉ ስለ ዝጠርጠረ ካብ ኮሎኔል ተሰናቢቱ ከደ። ንሜጋን ረኺቡ ኣሜሪካ ሒዝዋ እንተዘይከይዱ ምስ ወይዘሮ ኢለን ክህልዎ ዝኽእል ርክብ ሓርፋፍ ከም ዝኾን ፍሉጥ እዩ። ምኽንያቱ ወይዘሮ ኢለን ሚስጢር ከም ዘለዋ ጠርጢርዋ ኣሎ፣ ንሳ እውን ከም ዝፈለጣ ገሚታቶ ኣላ። ውዕሎ ሎሚ መዓልቲ እውን ንወይዘሮ ኢለን ክሕብር ስለ ዝነበሮ ተሌፎን ደዊሉ ኩሉ ሓበራ። ምርኢት ሰርከስ ጃፓን ከምቲ ዝተወጠኖ ብውዕዉዕ መንፈስ ተጀሚሩ። ኩሉ ተዓዛቢ በቦትኡ ሓዘ። ጄሜ፣ ፌሊክስ፣ ኣምፓሮን ሜጋንን ከም ህዝቦም ኮፍ በሉ። ግራሴላን ሪካርዶን ከም ቆጸርኦም ኣብ ሰዓቶም ስለ ዘይመጹ ጄሜ ተሻቐለ። ኩሉ መደባቶም ዝፈሽል ዘሎ ኮይኑ ስለ ዝተሰምዖ ንኣምፓሮ ገጹ ጽውግ ኣቢሉ ኣቲ ንስኺ! ከይወድእ ኣቋርጾም። ቀደም ውን ጭንቀት ብጭንቀት ኮይና ዘላ ኣምፓሮ ፈሪሓ ኣነ ብዛዕብኦም ዝፈልጦ ወይ ዝሓበርክዎ ነገር የለን በለቶም። እቲ ምርኢት መሳጢ ስለ ዝነበረ እቲ ዳራሽ ብጣቂኢትን ፊስካን ተዓዛቢ ክናወጽ እንከሎ ጄሜን ብጾቱን ግን በዓል ሪካርዶ ስለ ዝደንጎይዎም መደቦም ከይሰናኸል ይሻቐሉ ነይሮም። ዓሰርተ ሓሙሽተ ደቂቕ ዝኸውን ክንጽበዮም ኢና። ዝድንጉዩ እንተ መሲሎም ግን ኢሉ ዘረብኡ ከይወድእ እንከሎ፣ እዚ ኮፍ መበሊ ሰብ ኣለዎ ድዩ? ዝብል ድምጺ ሰሚዑ ግልብጥ በለ። እቶም ክጽበዮም ዝጸንሑ ሪካርዶን ግራሴላን ስለ ዝነበሩ ተሓጒሱ። ምእንቲ ሰባት ከይጥርጥርዎም ስምዒቱ ተቖጻጺሩ ከም ተራ ሰብ ኮፍ በሉ በሎም። ሪካርዶ ንሜጋንን ኣምፓሮን ርእሱ ነቕኒቑ ሰላም በለን። ካልኦት ብጾት ደልዩ ከባቢኡ ንምዕዛብ ንጸጋም ንየማን ጠሚቱ ስለ ዝሰኣኖም እቶም ካልኦት ብጾትና ደኣ ኣበይ ኣለዉ? ቀስ ኢሉ ንጄማ ሓተቶም። ጋዜጣ ኣይተኸታተልካን እንዲኻ ኔርካ። ጄመን ሕቶኡ ብሕቶ መለሰሉ። ንሕና ደኣ ፈቐዶ ጎቦታት ከርተት ንብል ዝነበርና ናይ ምንታይ ጋዜጣ ከነንብብ? በል ሕማቅ ዜናዩ ሩብዮ ብኻራ ተወጊኡ ኣብ ሆስፒታል ኣብ ትሕቲ ፖሊስ እዩ ዘሎ። ሪካርዶ ናይቲ ምስ ሩብዮ ብሓንሳብ ኣብ ቤት ማሕቡስ ዘሕለፎ ሕማቅ ሂወት ትዝ ኢልዎ ሰንቢዱ ከመይ ክብል ድኣ ተታሒዙ ወደይ? ሓተቶ። ኣብ ቤት መስተ ምስ ዓዋሉ ስለ ዝተባእሰ ብጥርሙስ ወጊኦሞ ዕግርግር ስለ ዝተፈጥረ ድማ ፖሊስ ሒዞሞ። ሪካርዶ ሓዚኑ ርእሱ ብምንቕናቕ፣ ዝገበርና ጌርና ከነውጽኦ ኣለና። ንጄመ ተወከሶ። ጄሚ ውን ይሓስቦ ስለ ዝነበረ ደስ ኢልዎ ኣነ ውን ከምኡ ሓሳባት እዩ ዘለኒ በሎም። ብጽሞና ክትሰምዕ ዝጸንሐት ግራሴላ ብዛዕባ ብጾታ ደናግል ስለ ዘገደሳ ሲስተር ሉቻን ሲስተር ተሬዛን ከ ኣበይ ኣለዋ? ንሜጋን ሓተተታ። ሲስተር ሉቻ ብገበን ተታሒዛ ኣብ ትሕቲ ቀይዲ ፖሊስ ክትኣቱ እንከላ ሲስተር ተሬዛ ግን ናብ ሰራዊት መንግስቲ ሰሊማ። ግራሴላ ብኹነታት ክልቲኤን ደናግል ሓዘን ስለ ዝተሰመኣ ሰንቢዳ በስመኣብ ወወልድ ወመንፈስ ቅዱስ በለት። ጄሚ ምስ ሪካርዶ፣ ሜጋን ድማ ምስ ግራሴላ ብዙሕ ዘዕልልዎ ነገር እኳ እንተነበሮም፣ ኣብቲ ኣዳራሽ ዝነበረ ውዕዉዕ መንፈስ ከረዳድኦም ኣይከኣለን። ሜጋንን ግራሴላን ግና በቲ ኣብ ገዳም እንከለዋ ዝፈልጥኦ ዝነበራ ምልክት ቋንቋ ይጥቀማ ነበራ። ካብቲ ዘዕልልኦ ዝነበራ። ኣነን ሪካርዶን ክንመርዖ ወዲእና። ብጣዕሚ ጽቡቕ እምበር ንስኺኸ እንታይ ትሓስቢ ኣለኺ? ሜጋን ውዱእ ዝሓዘቶ መደብ ስለ ዘይነበራ ኣነ ደኣ ዋላ ሓንቲ የብለይን ናብ ገዳም ክምለስ እየ በለታ። ዕላለን ከይወድኣ በሉ ንኺድ ንበገስ ናብ ገዳም መንደቪያ ትወስደና መኪና ኣብ ደገ ትጽበየና ኣላ። ነዘን ደናግል ኣብኡ ኣብጺሕና ቀልጢፍና ስራሕና ንቕጽል። ነቲ ምርኢት ገዲፎሞ ወጾም። ጄሚ ምስ ኣፍቃሪቱ ምርኢት ክዕዘብ ከም ዝጸንሐ ተራ ሰብ ንኣምፓሮ ኣብ ምናታ ሒዙ ንደገ ክወጽእ እንከሎ፣ እቶም ካልኦት እውን ንዕኡ ርእዮም ከምኡ ገበሮም። ኣብ ደገ ወጺኦም ናብታ መኪና ገጾም ክኸዱ እንከለዉ፣ ሪካርዶ ናብ ጄሚ ቅርብ ኢሉ፣ ኣነን ግራሴላን ደኣ ክንምርዖ እንዲና ወሲንና፣ ኢሉ ሓበሮም። ጄሚ ሕጉስ ኢሉ፣ ጽቡቕ ውሳነ፣ ድሕሪ ምባል፣ ናብ ግራሴላ ጥምት ኣቢሉ፣ እንቋዕ ሓጎሰኪ፣ ጥዑይ ሰብኣይ ረኺብኪ፣ በላ። ክትሰምዖም ዝጸንሐት ሜጋን እውን ተኻፋሊት ሓጎሰ ምዃና ንምግላጽ፣ ንኽልቴኹም እንቋዕ ሓጎሰኩም! በለቶም። ኮሎኔል ኣኮካ ድፋዕ ሒዙ እናተጸናጸነ እንከሎ ሓደ ዘደንጹ መልእኽቲ ሬድዮ ተቐበለ። ትሕዝቶ እቲ መልእኽቲ፣ ቅድሚ ሓደ ሰዓት ዝኸውን ጄሜ ምስ ብጾቱ ኣብቲ ዝካየድ ዝነበረ ምርኢት ሰርከስ ኣሎ ዝብል ሓበሬታ ስለ ዝመጸና፣ ቀልጢፍና ክንሕዞ ብምባል ንዓኻ ከይሓበርኩ ሰራዊት ሒዘ ናብቲ ከባቢ ተንቀሳቒሰ ነይረ። ኣጋጣሚ ግና ብሓንቲ ሰማያዊት ናይ ጽዕነት መኪና ናብ ገዳም መንደቪያ ገጾም ከይዶም ጸኒሖሙኒ። ናብ ገዳም መንደቪያ ገጾም ከይዶም ዝብል ሓበሬታ ምስ ሰምዐ ኣብኡ ዓስኪሩ ስለ ዘሎ በቃ ጥፍኣቶም ተቓሪቡ'ዩ። ደጊም እቲ ካብ ጉጅለ ፍሉይ ረብሓ ክረኽቦ ዝግብኣኒ ዓስቢ ክረክብ'የ። ፍሽኽ በለ። በታ ሒዝዋ ዝነበረ መጉርሒ መነጸር ሰማያዊት ዝሕብራ መኪና ከናዲ ኣብ ብርኽ ዝበለ ኩጀት ወጺኡ ክዕዘብ ጀመረ። ሰራዊቱ ድማ ኣብቲ ጫካ ኣብ ፈቐድኡ ዛሕ ኢሎም በዓል ጀሚ ህሩግ ክብልዎም እሞ ብብረቶም ክሳልዎም ዓይኖም ኣፍጢጦም ይጽበዩ ነበሩ። ኮሎኔል ብልቡ፣ ኩሉ ቦታ ተኣሲሩ'ዩ፣ ወላ ሓንቲ መውጽኢ የብሎምን፣ በለ። ሰማያዊት መኪና ኣብ ኣፍደገ ገዳም በጺሓ ደው በለት። ኮሎኔል ኣኮካ ብሬድዮ ርክብ ዓንቀሩ ክበቲ ክሳዕ ዝደሊ ዓው ኢሉ፣ ቀልጥፉ! ቀልጥፉ! ተጸግዑ! ንሰራዊቱ ኣዘዞም። ኣውቶማቲክ ጠበናጁ ዝዓጠቑ ክልተ መሳርዕ ከምቲ ዝተኣዘዝዎ ነታ ማኪና ከበቡዋ። ኣኮካ'ውን ብየማኑ ሽጉጥ ብጸጋሙ ድማ ሬድዮ ሒዙ ተጸግዐ። መደምነዃል ከም ዘየለ ስለ ዘረጋገጸ ብሓጎስ ፍንጭሕ ክብል ደለየ። ማኪና ከይተኸፍተት ዋላ ሓደ ሰብ ዝወጽእ ዘይብላ ንደቓይቕ ስቕ ስቕ ኮነት። ኣኮካ ብልሓቱ ደንጺዎ ውጢቕጢቕ በለ። ደሓር ግና ሰለስተ ደቂ ኣንስትዮ ዝርከብኦም ሽዱሽተ ሰባት ዘልዘል ኢሎም ካብታ መኪና ወረዱ። ዘይከም ትጽቢት ኣኮካ እቶም ዝወረዱ ሰባት ተራ ገባር እዮም ነይሮም። እቲ ዘይርጉእ እዋን ደራሲ ሲድኒ ሸልደን ተርጓሚ ተኪኤ ገብረ ማርያም